Hello everyone Pool family I'm Guy KB ሎማዓንቲ Proposition of Time እየ ሒዘልኩም መፂኤ ዘለኹ Proposition ማለት መስተዋድድ ማለት እዩ So ሙብዛሕትኡ ግዜ ሲ ኣብዚ ዓዲ እዚ እኒኤኹ ኣብዚ ቦታ እዚ እኒኤኹ ኣብዛ ቦታ እዚኣ እኒኤኹ ምናምን ክንብል እንተደሊና እቲ ዓይነት Proposition ኢና ንጥቀም ያ ሙብዛሕትኦም ዝጥቀሙ እንታይ እንታይ እዩ In ኦን ኣትዮም ግን ማኣዝ ማኣዝ ኢና ንጥቀመሎም ኣበዩኒ ቦታ ኢና ንጥቀም ብደንቢ ገይርና ክንሪና ካብ ሎማዓንቲ ጀሚርኩም ምንም ዓይነት ኪንፊውዥን የጋጥመኩም እዩ ምንም ሃምለይ ትዳናገሩ ኣም ፕሪቲ ሹር ሶ ኣር ዩ ሬዲ ሌትስ ጌት ስታርት ስፖን ፋሚሊ ሃምዚ ቅድም ኢለለልኩም እዚኦም ታይ እዮም ፕሮፖዚሽን ኦፍ ፕሌስ እዮም ኣብ ቦታ ንጥቀመሎም ፕራፕዚሽን እዮም መዳሓዝቲ ቃላት እዮም እዚኦም ነዓሎም ነይሮም ቦታ ለይኑ ቦታ ለይኑ ከባቢ ኣዩ ንጥቀም ማለት እዩ መጀመርያ ግን ሓሙሽተ ሕቶ ኮኩ እሞ እዘን ሕቶ ሰን ሕሰበን ከረደእኩም እየ እና ብሓደ ኮይና ክንምልሶ ኢና ማለት እዩ እዛ ናይ መጀመርያ ሕቶ ታይ ትኾንላ ዳሽ ኬንያ እያ ትኾንላ እዛ ካሊቲ ዳሽ ኤርፖርት ኤርፖርት ናብ መጥቢ ዳሽ ኣብዚኣ ሮማናት ስትሪት ናና ሮማናት ስትሪት ስትሪት ማለት ጎደና ማለት እዩ ወይ ኣስፋልቲ ልማል ስትሪት ንለና እዋይ ፖም ፋሚሊ ሶ እዝየን ሓሙሽተ ኤግዛምፕልስ እኒኤዋ እና እዝየን ብሓደ ኮይና ክንምልሰን ኢና ሶ ኢን ኦን ኣት ኢለኩም ነይሩ ኢን ኦን ኣት ሶ እዚኦም ሃመይ ጌርና ኢና ንጥቀም ደራ መጀመርያ ሕቶ ዳሽ ኬንያ ኢለኩም ኒኹ ኻልኣይቲ the airport ዳሽ the airport ሳልሰይቲ ሮመነት ስትሪት ራኣይ The Post Office Romanet Switen እያ እዚኣ ኣለ ራይት ሓምሸይቲ መቐለ ወይ ፓሪስ ትብልዋ ትኽእሉ ኢኹም ወይ ውቕሮ ትብልዋ ትኽእሉ ኢኹም እዚኣ ደስ ትብለኩም ግን ከተማ እያ እኒኣ እዚኣ so ናብ መጀመርያ in እያ in ኣብ ምንታይ ኢና ንጥቀመሉ so in ትብል ተለና in ሙዛሕቲ ግዜ ኣብ country right country ዓዲ So ካንችዊ ዓዲ ተዋግዕ ተለና ኢን ኢና ንጥቀም ብዛዕባ ዓድታት ተዋግዕ ተለና ኢን ኢና ንጥቀም ንኣብነት ኣብ ካናዳ ክልቲ ኮይነ ኢን ካናዳ እየ ልብል ለኹ ኣብ ኢንግሊዝ ኣብ ኢንግላንድ ክልቲ ኮይነ ኢን ኢንግላንድ እዩ ለኹ ኣብ ዩኤስኤ ኢን ዩኤስኤ ኣብ ኢትዮጵያ ኢን ኢን ኢትዮጵያ እዩ ለኹ So ዓዲ መብዛሕትኡ ግዜ ዓዲ ትጠቅስ ተለና ኢን ኢና ንጥቀም ለና። ኣብ ኤርትራ ክንብቲ ኮይና ኢን ኤለትሪያ in Eletria ንብለና so ዓድታት ተዋግዕተልና መብዛሕትኡ ግዜ in ንበልና ንጠቅስ ኣለና in ካልእ ንምንታይ ንጥቀመሉ ንክእል in ካልእ እቲ city city ማለት እንታይ ማለት እዩ ከተማ ማለት እዩ city so ኣብ ከተማታት እንታይ ንጥቀም ኣለና in ኢና ንጥቀም ያ ከዚ ንኣብነት ኣብ ፓሪስ ክልቲ ኮይነ in Paris ይብለኹ ኣብ ለንደን ክልቲ ኮይነ in London ኣብ ኣስመራ ክልተ ኮይኑ ኢን ኣስመራ ይብልኹም ማለት እዩ ስብሊ ከተማታት ኣብ ኣዲስ ኣበባ ኢን ኣድስ ኢን ኣድስ ኣበባ ይብልኹም ማለት እዩ ከተማታት ትኾን ተሎ ኢን ንጥቀም ኣለና ኻሊእ ኢን ኣብ ምንታይ ንጥቀም ኣለና ኣብ ዓድታት ካንች ወይ ትኾን ተሎ ኢን ይጥቀም ኣለኹ ሶ ኢን እዚ ጥቅሚ እኒኦ ኻሊእ እቲ ኦን ኢና ንርኢ ሶ ኦን ኦን ትብል ተለና ኦን ትብል ተለና ሙዛሕትኡ ግዜ ኣብ ክፍለ ከተማታት ክኾን ይኽእል እዩ። ኣብ ስትሪት ትኾን ተሎ ኣብ ጎደናታት ትኾን ተሎ ኦን ንጥቀም ኣለና ማለት እዩ። ኸዚ ላብነት ዓዲ ሓቂ ክፍለ ከተማ ልበሃል እኒኦ ዘለለና እዩ። ኣብዚ ከፍለ ከተማ እዚ ሰፊሕ እዩ ብዙሕ ነገራት ለለዎ እዩ ብዙሕ ቤት ትምህርቲ ለለዎ እዩ። ሰለዚ ክፍለ ከተማ እዚ ኣብዙ

የለኹ ሮማናት ኸዚ ሰፊሕ እዩ ኣብ ሮማናት ውሽጢ ብጣዕሚ ብዙሓት ነገራትን እዮም ሮማናት ልበሃል ቦታ ከተማ ማእኸል ከተማ ብዙሕ ናይ ኤለትሮኒክስ መሳርሕታት እንየው ትምህርት ቤታት እንየው so እዚ ጠቕሊሉ ልሓዝ እዚ ቦታ እሱ on እዩ ኣለኹ ኣብ ዜሮ ሓሙሽተ ክልተ ኾይነ on እዩ ኣለኹ ማለት እዩ on ኢለ ይቕፅል ኣለኹ so ልኾነ ቦታ ብተለይ ኣብ ክፍለ ከተማ ነገር ሰፊሕ ቦታ ትኾን ተሎ on ለበልኹ ይጥቀም ኣለኹ ማለት እዩ ኻሊእ ታይ ንያትና at ንያትና ስብኣት ትብል ተለኩ ታይ እዩ ኒዮ ስፐስፊክ እዩ ስፐስፊክ እያ ትኮና ስፐስፊክ ራይት ሶ ስፐስፊክ ማለት ብንጹር ልፍለጥ ቦታ ትኮን ተሎ ታይ ይጥቀም ኣለኩ ኣት ይጥቀም ኣለኩ ማለት ኣት ተልና ምንታይ ንጥቀሞ ኣለና ይብለኩም ኣለኩ ስፐስፊክ ልኮነ ቦታ ስፐስፊክ ማለት ብንጹር ልፍለጥ ቦታ ትኮን ተሎ ኣት ይጥቀም ኣለኩ። Right ኸዚ ልኣብነት ሃመይ እንዮ ኣውዚ ዓዲ እልና ኢና ከተማ እኒና Right ሰፊሕ ዓዲ ኣብ ከተማ ኢኒና ንጥቀም ተሃልና ንኦን ኣብ ክፍለ ከተማ ወይ ሓደ ዓውይ ስም ለለውና ልኾነ ሰም ኣከባቢ ስኦን ንጥቀሞ ኣለና ኣውዚ ክፍለ ከተማ ሱ ወይ ኣውዚ ቦታ ሱ ኣውዚ ሰፊሕ ቦታ ንጽር ተፈሊጣ ትፍለጥ ቦታ ተሃልያ ኣት ንጥቀመላ ኣልና ማለት እዩ Example እዚ ኣበዲ ሓቂ ክፍለ ከተማ እኒዮ Pondskull of Languages። ሱዓብ ኣዲ ሓቂ ክፍለ ከተማ ክብል ተኮይነ ኦይ ኢና ንጥቀም ኣለና ኣብ ፖንት ክል ተኮይነ ግን ኣት እየ ልጥቀም ኣለኩ ኣት ፖንት ስኩል ኦፍ ላንጉጅስ እየ እል ኣለኩ ምክንያቱም ፖንት ስኩል ኦቭ ላንጉጅስ ብንጹር ልፍለጥ ቦታ ስለ ልኮነ ልኮነ ስፒታል ኣብ መቀለ ሆስፒታል ክል ተኮይነ ኣት መቀለ ሆስፒታል እየ እል ኣለኩ እዚ ቦታ እሱ ብንጹር ብባዕላ እዛ ቦታ እሳ ክትጠቅሳ ተለካ ነጺርካ ትፈልጣ ቦታ ትኮን ተላ ኣያት ኢልካ ትጥቀም ኣለኻ ማለት እዩ። So Pum Family ብጣዕሚ ግልፂ ይመስለኒ ነበረ። So ኢንቱ እንተለኹ ታይ ኢለኩም ኔሩ Country ዓዲ ንዓድታት in ይጥቀም ኣለኹ in in Ethiopia in Canada in USA ኢለውልኹ ይገልፅ ኣለኹ። In ኻሊእ ታይ ኢለኩም ኔርኹ ከተማታት ወደ ከተማታት in Elitrea in ኣዲስ ኣበባ ወደ in London in New York City in ዳበልና ከተማታት ንጠቅስ ንኽእል ኢና። on on እንታይ ኢለኩም እኒኤኹ street እዩ ኣብዚ street streets ማለት ጎደናታት ቦታታት ጎደና እያሱ በርሀ ልበሃል እኒኦ ከዚ ኣብ መቐለ ተሪና ጎደና እየሱ በርሀ ልበሃል እኒኦ ጎደና ራእሲ ኣሉላ ልበሃል ነይሩ። ኸዚ ኣብ መቐለ ኦን ትልተና ስዌትስ ጎደናታት ልፍለጡ ብዓብይ ዓብይ ቦታታት እዮም። ምስ ኦን፣ ኦና ኢልና ጎደናታት ንጥቅስ ንኽእል ኢና። ኣያ ጎደናታት እኒኡና፣ እዞም ጎደናታት እሶም ክንፅውዖም ንኽእል ኢና። ኦሎ እና ኣት ለለት ኣዩ ብንፁር ልፍለጥ ቦታ ትኾን ተሎ ኣት ንለና ማለት እዩ። ራይት ብንፁር ልፍለጥ ቦታ። እሺ እዜን ኸዚ ብሓደ ኮይና ንምልሰ እና ፖን ፋሚሊ። ናብ መጀመርያ ታይ ኢለኩም ኔሩ ዳሽ ኬንያ so ኬንያ ታይ እያ እዚኣ ኬንያ ታይ እያ ኬንያ ካንትሪ ካንትሪ so ዓዲ ትኾን ተሎ ታይ ኢና ንጥቀም ኢለኩም ኔረ ኣብ ዓዲ ትኾን ተሎ ያ ኣብ ዓዲ ትኾን ተሎ in ኢና ንጥቀም ኣብ ዓድታት ትኾን ተሎ in ንጥቀም so ኬንያ ዓዲ እያ ኣብዚ in ኬንያ ይብልኹ ማለት እዩ

ኣቲ ትቀምለኹ ሰብ ኣብ ኤርፖርት ክብል ተኾይነ ታይ ትከምለኹ ኣቲ ትቀምለኹ ማለት እዩ ምክንያቱም ኣቱ ልተለኹ ስፐሲፊክሊ ብንፁር ልፍለጥ ቦታ ስለልኾነ ኣቲ ትቀምለኹ ማለት እዩ ኣብ ኤርፖርት እዩ ለኹ ማለት እዩ እዚ ሶ ሮማናት ስትሪት ሶ ኣብ መቐለ ሮማናት ኣብ ማእኸል ከተማ ሮማናት ልበሃል ቦታ እኒኤ ሰዚ ቦታ እሱ ሰፊሕ ቦታ እዩ ሃምዝበልኩም ማዓት ሰባት ማዓት ድኳናት ማዓት ሸቀጣ ሸቀጥ ልግበሮ ልግበረሉ ቦታ እዩ ቤት ትምህርታትን እዩ መሰልጠኒ ማእከላትን እዩ ሰዚ ሰፊሕ ቦታ እዚ ታይ እሎ ኣለኩ ኣብዚ ሮማናት ስዊት ኢና ኢና ሮማናት ኣደባባይ እዩ ልባሃል ኣብ መቀለ ብዙሓት ኣደባያትን እዩ ሮማናት እያሱ በርሀ ኣሚን ኣደባባይ እያሱ በርሀ ልባሃል እዩ ራእሲ ኣሉላ ኣደባባይ ራእሲ ኣሉላ ልበሃል ነይሩ ካልኦት ቦታታት ለን እዮም so እዚኣቶም ስትሪት እዮም ልበሃሉ ኣደባባያት so ሮማናት ስትሪት ትብል ተለኹ ኣብዚ ተዓይሉ ኣለኹ ኦን እየ ልጥቀም ኣለኹ ኣብዚ ኦን ይጥቀም ኣለኹ ምክንያቱም ኦን ትብል ተልና ሲ ብንጹር ለይፍለጥ ግን ኣብ ከተማ ውሽጢ ለሎ ዓበይቲ ቦታታት ስትሪትስ ዋይ ስትሪትስ ጎደናታት ንጠቕሰሉ ኦን ኢና ንብል ሶ ኦን ሮማናት ስትሪት ይብሎ እዚኣ ተኣትላ ዘ ፖስት ኦፊስ so ኣብ ሮማናተ ከባቢ ሮማናተ ሽን ሕልፍ ኢልካ ኣብ ሮማናተ ከባቢ ታይ እኒኦ ፖስት ኦፊስ እኒኦ ወረ ፖስት ኦፊስ ማለት ታይ ማለት እዩ ፖስት ኦፊስ ፖስታ ቤት ማለት እዩ ፖስታ ቤት so ኣብ ፖስት ኦፊስ ኣብ ሮማናት ኮይኑ ሲ ባዕላ ርእ ኣብዚ ሮማናት ውሽጢ ኮይና እዛ ፖስት ኦፊስ እየ ልጠቅሳ ኣለኩ so the post office ሮማናት ስዊት ትብል ተለኩ ታይ ማለት እዩ እዚ ስፔሲፊክ ስለ ትፍለጥላ እዛ ፖስት ኦፊስ ስለልና at the post office ሮማናት ስዊት ይብልኩ ማለት እዩ ኣትዩ ኣለኹ እዚ ምኽንያቱ እሞ እዚ ሮማነ ስዊት ሮማን ኣትዩ ጠቕላላ ኩሉ ልሓዘ እዩ ኣት ሰው ኣውዚ ግን ን ኦን ኢና ንጥቀም ለና ኣውዚ ኣት ትጥቀም ተልና ግን ን ስፐሲፊክሊ ኣውዚ ቦታ ሱ ብንጹር ልፍለጥ ቦታ ትኹን ተሎ ኣት ኢና ንጥቀም ለና እዋይ ሶ እዚኣ ናብ መጨረሻ ኒኣ እዚኣ ናብ መጨረሻ ኒኣ ኣዚኣ መቐለ እያ ትኒኣ መቐለ ተኣያ ሲቲ ዓዲ ኣሚነ ከተማ እያ መቐለ ከተማ ስለ ልኾነ ተውዚ ልከተማታት ታይ ኢና ንጥቀም ኢለኩም እየ ልከተማ ትኾን ተሎ ኢን ኢና ንጥቀም ልኣብነት ኣዲስ ኣበባ ከተማ እዩ ኢን ኣዲስ ኣበባ ዌር ዩ ኣት ዌር ኣር ዩ ተልኩም ሓደ ሰብ ኣዲስ ኣበባ ኢኒኹ ኣም ኢን ኣዲስ ኣም ኢን ኣዲስ ኣብ ኣስመራ ኢኒኹ ኣም ኢን ኣስመራ ትብልኹ ማለት እዩ ኣም ኢን መቐለ ኸዚ ኣነ ኣብ መቐለ እየ እኔኹ ሶ ኣም ኢን መቐለ ይብልኹ ማለት እዩ መቐለ ከተማ እዩ ሲቲ እዩ ሶ ኣውዚ መቐለ ታይ ንጥቀም ኣለና መቐለ ታይ ንጥቀም ኣለና ኢን ንጥቀም ኣለና ኣዋይ ሶ እዚኦም ፓፕዚሽን ኦፍ ፕሌስ እዩ ብቐሊሉ እዚኦም ብምፍላጥ ኣብ ለለኹሞ ቦታ ብንጹር መንገዲ ትገልጹ ኢኹም። እዚኤን ደጊምኩም እዛ ቪድዮ እዚኣ ደጋጊምኩም ንኻልኦት ሰባት ልክበጽሕ ክመሃሩ ክፈልጡ ልደልዩ ሰባት ተሃልዮም ቋንቋ ክመሃሩ ድሌት ለለዎም ሰባት ተሃልዮም Font School of Languages ብጣዕሚ ልሓሸ ተመራጺ ቋንቋ ማእከል እዩ እዚ ቪድዮ እዚ እዚ ዩቱብ ቻናል እዚ ካብ ኸዚ ብተኸታታሊ ኢና ቪድዮ ንለቅቕ ንስኻቱም ያው ሳብስክራይብ ምግባር

ራይድ ኢን ለለኹሞ ዓዲ ለለኹሞ ከተማ ኣብ ኮመንት ጸሓፉለይ ኢኹም ራይድ ናላሓለፈ ፕራፕዚሽን ኦፍ ፕለይስ ሪኢና ኔርና ኸዚ ፕራፕዚሽን ኦፍ ታይም ፕራፕዚሽን ማለት ታይ ኢለኩም ኔረ ያ መስተዋድድ ማለት እዩ ፎር ፋሚሊ ብጣዕሚ ደስ ዝብል ግዜ ክህልየና እዩ ኣት ኦን ሀመይ ጌርና ንጥቀመሎም ንኽእል ብዚ ኣመተ ምህረት እዚ ብዚ ዓመት እዚ ብዚ ወርሒ እዚ ኣብዛ መዓልቲ እዚኣ ክንልቲ ኮይና ኣብዛ ሰዓት እዚኣ ክንልቲ ኮይና ሃሚና ንጥቀም እያ ካብ ሎማዓንቲ ምንም ዓይነት ምድንጋር የለይ ደስ ኢልኩም ትማሃሩ ኢኩም እስካዕ መጨረሻ ፅንሑ Let's get started እዋ ፖም ፋሚሊ ሶ ሎማዓንቲ እንታይ ኢና ንርኢ ኣለና ፕራፕዚሽን ኦፍ ታይም ፕራፕዚሽን ኦፍ ታይም ናይ ግዜ መስተዋድድ ማለት እዩ እሳቶም እንታይ እዮም እሳቶም ኢን ኢልና ኢና ወዶ ኦን

January I was born that January ኣነ ኣብ ጥሪ እየ ተወሊደ ኣብዚኣስ ታይ ዓይነት ፕራፖዚሽን ኢና ንጥቀም ኣሕዋተይ ዓይነት መስተዋት ድና ንጥቀም ሽካዕ መጨረሻ ፅንሑ ብደንቢ ገይረ ከረደእኩም እየ so ኣብዚኣ I was born that January ትብልያ እስቲ መጀመርያ in ሃመይ ገይርና ኢና ንጥቀመላ in መዓዝ መዓዝ ኢና ንጥቀመላ in ናይ መጀመርያ ንጥቀመላ ታይ year ኢና ንጥቀም Year ማለት ኣማት እዩ ዓመት ኸዚ ብ ክልተ ሽሒ ዓሰርተይ ክብል ተኾይነ ብ ክልተ ሽሒ ዓሰርተይ ብ ክልተ ሽሒ ዕስራይ ራይት ብ ክልተ ሽሒ ዕስራይ ክብል ተኾይነ እንታይ እንታይ ትጥቀም ኣለኹ ራይት ኢን እየ ዝጥቀም ኣለኹ ሶ ኢን ዶ ኢልኹ እየ ዝቕጽል ዘለኹ ማለት እዩ ኢን ትወኒ ኢን ትወኒ in twenty twenty in twenty ten so እዚኣቶም ትጥቀም ተለኹ in ይጥቀም ኣለኹ ማለት እዩ ኣብ ዓመት ትኾን ተሎ in ይጥቀም ኣለኹ ኻሊእ in እንታይ ይጥቀም ኣለኹ in ኻሊእ ኣብ እንታይ ይጥቀም ኣለኹ መንዝ ይጥቀም ኣለኹ መንዝ ኣብ ወርሕታት ትኾን ተሎ in ኢኹም ትጥቀሙ in right ንኣብነት ሃመይ ኣብ

Seasons፣ ሲዝንስ ታይ ማለት እዩ? ወቕትታት ማለት እዩ። ሓጋይ፣ ኽረምቲ ኢልና ንጥቀም ወረ so እዚኣቶም Seasons ንኣብነት ታይ ኢልና ኔርና Summer፣ Winter፣ right ሓጋይ፣ ኽረምቲ ክንብል ተለና ታይ ንጥቀም ኣለና in ንጥቀም ኣለና ኣብ ኽረምቲ እዋን ኣብ ሓጋይ እዋን ክብል ተለኹ in ይጥቀም ኣለኹ። ኻሊእ in ንምንታይ ትጥቀምዎ ኣለኹም ፎም ፋሚሊ? ኣብ ምንታይ ንጥቀሞ ኣለና in ያ መጨረሻ part of days ኢና ንጥቀም part of days part of days so part of days ማለት ናይ መዓልቲ ክፋላት ንኣብነት ንግሆ መዓልቲ እኔ ንዓሰርተ ኣርባዕተ ኣብ ንግሆ ኣብ ድሕሪ ሰዓት ኣብ ምሸት ክልቲ ኮይኑ እንታይ ይጥቀም ኣለኹ in እየ ዝጥቀም ኣለኹ so in the morning ይብለኹ እዚ in the

in the evening so in c ኣርባዕተ መንገድታት ክንጥቀመሉ ንኽእል ኢና in ትብል ተላ መጀመርያ years ኢለኩም እየ ዓመት ዓመተ ምህረት ኣብ ክልተ ሽሕ ዓሰርተይ ኣብ ክልተ ሽሕ ዕስራይ ኣብ ክልተ ሽሕ ዓሰርተ ሸውዓተይ ኣብ ክልተ ሽሕ ዕስራይ ሓሙሽተይ ክብል ተለኹ in ይጥቀም ኣለኹ right in twenty twenty in twenty twenty five ትብል ተለኹ in ይጥቀም ኣለኹ ካልኣይ እንታይ ኢለኩም እኔኹ መንዝ ወርሕታት እንታይ ትጥቀሙ ኣለኹም in ትጥቀሙ ኣለኹም

ኣህ ወይ ድማ ታይም ማለትኩ እዩ ራይት ታይም ልለ ኣቲና ንጥቀመሉ ራይት ከዚ ልኣብነት ፋይፍ ኦክሎክ ሲክስ ኦክሎክ ሰቨን ኦክሎክ ትብል ተለኹ ከዚ ንደይ ሰዓት ኒዩ ሽዱሽተ ሰዓት ኒዩ መስለኒ ሶ ሲክስ ኦክሎክ ይብለኹ ማለት እዩ ሲክስ ኦክሎክ።

at seven oclock ሸውዓተ ደቂቃ ምናምን ከዚ ውስታይ እንዩ መሲልኩም at ትብልተልና ስፐሲፊክ ታይም ልገልጸልና ኣሎ ብንጹር ልፍለጥ ግዜ ክንጥቀም ተልና at በቃ ብዛ ሰዓት እዚኣ ብዛ ደቂቃ እዚኣ ምናምን ትብልተልና at ንጥቀም ኣለና ማለት እዩ on ታይ ኢለኩም ኔርኩ መዓልትታት Supon family እዚኣ ንምልሳ ኢና ቐጺልና ሸውዓተ ሕቶታት እንየዋነ እዘን ሸውዓተ ሕቶታት ወይ ሓሙሽተ ሕቶታት ክህበኩም እየ እሰን ብሓደ ኮይና ክንምልስ ኢና ማለት እዩ so እዚኣ ከዚ ሃም መሊስኩማ ኔርኩም so January ታይ እዩ January ያ January ኣብዚ ታይ እንዮ ማንዝ እዩ እንዮ ማንዝ ኣብ ማንዝ ትኾን ተሎ ታይ ኢና ንጥቀም ኢለኩም ኔርኩ ወርሕታት ትኾን ተሎ ኢን ስለ ንጥቀም ኣብዚ ታይ ኔና I was born in January ኣነ ኣብ ጥሪ እየ ተወሊደ

at at six oclock at eleven thirty at twelve thirty right እዚኦም እኒኦና ስፑን ፋሚሊ ሸውዓተ ሕቶ ክሓተኩም እየ ካብዘን ሸውዓተ ኣብ መጨረሻ እኒዋ ንስኹም ባዕልኹም ትምልስወን ክልተ ሕቶታት እሰን ንመለሰ ንሓደ ወርሒ እና ነፃ ዕድል ትምህርቲ ከግኒ እዩ right stay cool እዋፑን ፋሚሊ so ብዘን ንረድእኹም መንገዲ እዚኤን ሸውዓተ ሕቶ እኒዋ ትሰርሕወን ኢኹም እዚኤን ሰለስቲኤን ኣብ ኮመንት ኢኹም ትፅሕፉለይ

Years ወደ ንኸሎ ኣብ ዕስራ ዕስራ ሓሙሽተ ማለት እዩ ኣብ ክልተ ሽሕ ዕስራ ሓሙሽተ ይትልተልና ውሳነ ነእትለና in ኢና ነእትለና ኣሕዋይ in twenty twenty five in twenty twenty five ይብሎ ኣብዚ ከ ታይም ትኾን ተሎ ብንጹር ልፍለጥ ግዜ ትኾን ተሎ ታይ ንጥቀም ኢለኩም ፎም ፋሚሊ ያ ብንጹር ልፍለጥ ነገር ትኾን ተሎ at እየ ዝጥቀም ኣለኹ እዚ so at five thirty at five thirty at at

ታይ ኢሉ ከሎ መንዝ ኢሉ ከሎ እሱ መንዝ ትቀምተልና ታይ ኢና ንጥቀም ኢና ነርና ወርሕታት ትቀምተልና in ኢና ንጥቀም so in ይብልኹ እዚ ማለት እዩ in May ኣብ ጥሪ ትብል ተለኹ in January ይብልኹ ማለት እዩ in January so ካሊእ ታይ እኒኤና Tuesday እኒኦ Tuesday ወይ Friday Saturday ትብል ተለና መዓልትታት ትቀምተልና ታይ ንጥቀም ኢለኩም ነይረ ታይ ዓይነት ፕራፕዚሽን ኢና ንጥቀም in on at ኣይ ንጥቀም ኣለና ያ መዓልትታት ትኾን ተሎ on ኢና ንጥቀም ኣብዚ on so እዚኤን ብሓደ ኣርባዕቲኤን መሊስናየን ኔና from family so እስኻቱም ሓምሻይ ሻሻይ ሻብዓይ ኣብ comment ጽሕፉለይ ኣለኹም so from family ርግጸኛ እየ ካብ ሎማዓንቲ ጀሚርኩም እዚኦም ሰለስቲኤን proposition ምንም ዓይነት ሃምሊ ድነግርኩም in on at መዓዝ ክትጥቀምሎም ሃምለለኩም ፈሊጥኩም ኢኩም ዝለ ሰል እዚ ብጣዕሚ ጠቃሚ እዩ ልኩሉ ሰል ክበፅሕ ንስካቱም ሸር ሰብስክራይብ comment like ብምፅሓፍ እዙ ቻናል እዝል ክዓቢ ንዓኩም ኣስተዋፅኦ ግበሩ ፎም ፋምሊ we had a wonderful time so proud of you thanks a lot see you next time